እዚ ኣብ ስእሊ እትርእይዎ ዘለኹም ኣባወራ ሓደ ካብ ዓበይቲ ድምፃውያንን ፕሮዲሰራትን ዓለምና ኮይኑ ሎሚ ግን ዓለም ይኣኽለካ ከም ዝበለቶም እንሆ ካብ ብዙሓት ጸለውቲ ሰባት ዓለምና ክሳብ ንሕልፈት ከፍርዶ ዝኽእል መጠኑ ዝሓለፈ ኣጸያፊ ክስታት ተመስሪቱሉስ ማዕከና ዜና ዓለምና ምሉእ ጠመተን ኣብዚ ኣጸያፊ ጉዳይ እዚ ኮይኑ ኣሎ። ግብረ ሶዶማዊ ዲዲ ሰላም ዝኸበርኩም ተኸታተልቲ መደባት ህድሞና ቲቪ ኤክስትራ ከመይ ጸንሑም? ሎምባር ፍልይ ብዝበለ ንማዕከናት ዜና ዓለምና ቢሒቱ ዝርከብ ኣጸያፊ ገበን ኣዲል ዝድስስ ትሕዝቶ ሒዝና መጺና ኣለና። ሼር፣ ላይክ፣ ሳብስክራይብ ብምግባር ከም ወትሩ ክሳብ ፍጻሜ መደብና ምሳና ሓቢርኩም ክትጸንሑ ብኽብሪ ንዕድም። ንምዃኑ እዚ ሰብ እዚ መን እዩ? ማዕረ ክንድዚ ዝኣክል ኣጸያፊ ክስታትከ ናይ ብሓቂ ውዒልዎ ድዩ? ውዒልዎ እንተኾይኑኸ እዞም ተደፊርና ዝብሉ ዘለዉ ጸለውቲ ሰባት በዓል መን እዮም? ሓቢርና ንድህስሶ ኣሰንባዲ ጉዳይ ክኸዉን እዩ። መቸም ኣብዛ ዓለም እዚኣ ዝና ንምርካብ ተባሂሉ ብዙሕ ክንገረሉ ዘይድለ ኣጸያፊ ነገራት ከም ዝፍጸም ናይዚ ሰብ እዚ ብዕሉግ ተግባራት ህያው ኣብነት ገይርዎም ኣሎ። ዲዲ ቅድሚ ናብዚ ደረጃ እዚ ምውዳቑ ግን ኣብ ኢንዳስትሪ ሙዚቃ ዓለምና ብዙሕ ተቐባልነት ዘትረፈ ካብ ተራ ድምጻዊ ተበጊሱ ብደረጃ ዓለም ዝተወዳደረ ባድ ቦይስ ዝተሰምየ ግዙፍ ናይ ሙዚቃ ፕሮዳክሽን ትካል ክምስርት ዝኸኣለ ሓደ ካብ ሃብታማትን ጸለውትን ድምጻውያን ዓለምና እዩ። እዚ ካብ ቴስዓታት ኣትሒዞም ክሳብዛ ሎሚ እዚኣ ብህዝቢ ሃገረ ኣሜሪካ ልዑል ክብሪ ዝተዋህቦ ተጽዕኖ ፈጣሪ ድምጻዊ ኣብዚ ሰዓት እዚ ብንግዲ ዕጸ ፋርስን ንግድን ዓመጽን ደቂ ኣንስትዮ ተኸሲሱ እዩ። ክሳብ ንዓሰርተ ሓሙሽተ ዓመት ከፍርዶ ኣብ ዝኽእል ከቢድ ናይ ምውጣጥ ሽግር ኣትዩ ዘሎ። ይኹን እምበር ጠበቓ እዚ ተኸሳሲ ኢዲ ነዚ ገበናት ከም ዘይወዓሎን ዝኑ ንምውዳቕ ደይ መደይ ተባሂሉ ዝተፈብረኸ ሴራ ምዃኑን ብምምጓት ብናይ 50 ሚልዮን ዶላር ዋሕስ ክፍታሕ እኳ እንተተማሕጸነት ዝወደቐት ገረብ ምሳር ይበዝሓ ከም ዝተባህለ እነሆ ዓለምና ዘይተጸበየቶ ጉድ ከም መብረቕ ስምዕታ ብዙሓት ድምጻውያን ሓዚሉ ኣብ ቅድሚኡ ወደቐ። እቲ ክሲ ብዙሓት ጸለውቲ ድምጻውያን ዓለምና ኣብ ናይ ዝና መድረኽ ኣብ ዝናጠርሉ ኣብ ደረጃ ጸለውቲ ሰባት ንኽስርዑ ንዘጋጥሞም ናይ ፋይናንስ ሕጽረታት መዝሚዙ እታ እንኮ ንሱ ዝፈቕደሎም መንገዲ እንተዳሃልያ ንጾታዊ ዓመጽ ድልዋት ኮይኖም ክመጹ ዝእዝዝ ብዕልግና ዝተሓወሶ ምስጢራዊ ገበናት እዩ። ንድሌታቱ ምስ ዘማልኡ ድማ ኣብ ኢንዳስትሪ ዓለምና ገዚፍ ኢድ ስለ ዝውንን ሕልምታቶም ንኸስምሩ ባህ ከይበሎም ግዳይ ዓመጻቱ ከም ዝኾኑ እዮም ዝዝረብ ዘሎም። እቲ ዘገርም ነገሩ ድማ ጓል ይኹን ወዲ በዚ ዘይተዓመጸ ድምጻዊ ዘይምህላውዮም። ካብ ኒክና ጀሚርካ ክሳብ ጃስቲን ቤበር፣ ካብ ቤዮንሰ ክሳብ ኒን ዋይን ካልኦት ብርክት ዝበሉ ጸለውቲ ሰባት ዘጠቓለለ ብርክት ዝበለ ናይ ዓመጽ ፍጻሜታት ከም ዝተኻየደ እንሆ ንምእሳሩ ተኸቲሉ ማእለያ ዘይብሉ ብዕሉግ ሰነዳት ምንጩ ብዘይተፈልጠ መንገዲ ክልሑኽ ጀሚሩ ኣሎ። እቲ ዘሕዝን ነገሩ ድማ ኣብ ግዜ ጸታዊ ዓመጽ ብሕቡእ ሰነዳት ዘትርፍ ብምዃኑ ብመንገዲ ኢንዳስትሪ እዚ ፕሮዲሰር ዝና ዝተጓናጸፉ ብሰንክታ ሰራ መዓልቲ እቲኣም ወትሩ ናይ ሕልና እሱራት ኮይኖም ዝነብሩ ምዃኖም እዮም። ኣብዛ ንነብረላ ዓለም እዚኣ ሩኽ ጽዩፍ ተግባራትካ ኮንካ ካብ ምንባር ዝኸፍእ የለን ከም ዝተባህለ እነሆ እዞም ንሱ ዝፈጠሮም ጸለውቲ ሰባት ድማ መዋሎም ምንጪ ሃብቲ ዝሓደገኛ ማፍያ ኮይኖም ክነብሩ ከም ዝጸንሑ እዩ ዝሕመ ዘሎ። በዚ ኮይኑ በቲ እቲ ሓቂ ዋላ እኳ ምስ ፈጣሪ ዘሎ ይኹን ደኣ እምበር ዲዲ ኣብዚ ጉዳይ እዚ ሙሉእ ሙሉእ ገበነኛ ኮይኑ እንተደኣ ተረኺቡ ኣብ ርእሲ ዘለዎ ክሲ ተደሚሩ ክሳብ ናይ ሕልፈት ማእሰርቲ ከም ዝጽበዮ ተንተንቲ ይገልጹ። ኣብ ህይወት ክንዲ ሰጎምካ ሰጒምካ ዋላ እኳ ውልቃዊ ጠባያትካን ሞያኻ ዝውክል ኣይኹን ደኣ እምበር ስነ ምግባር ናይ ሞያኻ ዘይምሕላው ግን መዓልታት ይነውሕ ደኣ እምበር ሓደ መዓልቲ ንናይ መዋእል ጻዕርኻን ክብርታትካን ውዱቕ ክገብሮ ከም ዝኽእል እዚ ህያው ትምህርቲዮ። ንሎሚ ዝተዳለወ ሓጺር ትንተናዊ ትሕዝቶ ነዚ ይመስል። ኣብ ቀጻሊ ብኻልእ መደብ ክሳብ ንራኸብ ሰሰናዩ።